ሰላም ከመይ ውዒልኩም ክቡራት ሰማዕትና ከም ንፈልጦ ኣብ ዝሓለፈ ህያብ ንሕክምና ኢላ ናብ ኣሜሪካ ከም ዝኸደት ነጊርና ኔርና ሳልሳይ ክፋል ይቕጽል
ድሕሪ ህያበይ ኩሉ ነገር ጸልሚትኒ ዋላኳ ፍረብርከይ ምሳይ እንተ ሃለዉ፣ ናፍቖት ኣማኒተይ ህያበይ ግን ክጸሮ ኣይከኣልኩን። ህያበይ ዘይኣመላ ከይደወለት ዘይትውዕል ዝነበረት ምሉእ መዓልቲ ኣይደወለትን። ሻቑለተይ ሰማይ ዓሪጉ፣ ድምጻ ከይሰማዕኩ ድቃስ ለይቲ ክወስደኒ ኣይከኣለን፣ ብኮፈይ ድማ ሓደርኩ። ድሕሪ ክልተ መዓልቲ ግን ህያበይ ደሃይ ገበረት። Hello ዝብል ድምጺ ምስ ሰማዕኩ ኣብ ምሉእ ኣካለይ ዘይፈልጦ ስምዒት ዓሰለኒ። ኣየ እዚ ምፍልላይ ክሓስም! ህያበይ ከመይ ኣለኻ ትብለኒ የዒንተይ ከኣ ንብዓት ጀረብረብ የብላ። ብሓቂ ናፍቖት ኣይከኣልክዎን። ዝለመድክዎ ጨና ስኢነዮ ከመይ ኣለኻ ትብለኒ ንቡር ከይተርፍ እዩ'ምበር፣ ብዘይ ህያበይ ሰብ ከም ዘይከውን ትስሕቶ ይመስለኒ። መስገን ዝብል ግን ሓጺር መልሲ ሃብኩዋ። ህያበይ ምሉእ ሕክምና ገይራ ከም ዝሓወየት፣ ኣብ ኣሜሪካ ከም ትጸንሕን ንኤርትራ ከም ዘይትምለስን በቲ ካናሪ ዝጥዕም ድምጻ ኣርድኣትኒ። ሕልሚ ድዩ ጋህዲ ክርድኣኒ ከኣለ። ከም ብሓጺን ዝተሃርመ ርእሰይ፣ ጽርውርው በለኒ። ዝኾነ መልሲ ከይህብ መልሓሰይ ተሎኺቱ፣ ንሳኮ ብዙሕ ትዛረብ እንተነበረት፣ ድሕሪ ንኤርትራ ኣይምለስን ኢየ ትብል ቃል ምዝራባ ግን ብፍጹም እንታይ ትዛረብ ከም ዝነበረት ክሰምዓ ኣይከኣልኩን። ኣብ መጨረሽታ ዓለመይ ኣለኻዶ ኢላ ኣበራበረትኒ። እወ ኣለኹ በልኩዋ። እሞ ተረዳዲእና ዶ ዓለመይ ኣይ ላቭ ዩ ደሓን ሕደር ኢላ ምስ መርዓ ጸወታ። እዚ ዘመሓላለፈቶ ዘረባ ምናልባሽ ንዓኣ ከም ተራ ነገር ይኸውን ዩ እንተ ንዓይ ኣብ ሃለፍታ የእቲኒ መልሲ ናተይ ከይሰመዐት ስለምንታይ ዓጽያታ እንዳበልኩ በይነይ ዓው ኢለ ክዛረብ ጀመርኩ። ህያበይ ኣይከውንን እዩ ብፍጹም ዘይከውን ነገር ሓሲብኪ ሓሳብኪ ክቕበሎ ኣይክእልን እየ እንዳበልኩ ንበይነይ ሰማዒ ዘይብለይ ብዓውታ ጨደርኩ። ወደይ ድምጸይ ሰሚዑ ባህሪሩ ተሰኣ። ባባ ደሓን ዲኻ? ማማ ከይትመጽእ እንድያ በለኒ። ከምዛ መርድእ ህያበይ ዝሰማዕኩ ሕቶ ወደይ ብውዑይ ንብዓት ኣሰነዮ። ኣብ ምዕጉርተይ ከኣ ንብዓት ናፍቖት ኣርገፍኩ። ማማኻ ኣይትመጽእን'ያ። ኣይምለስን እየ ንኤርትራ ኢላትኒ ኢለ ብዘይ ልበይ እቲ ሓቂ ደርጓሕኩሉ። ወደይ ኢሂ ባባ ኣይሓወየትን ድያ? በለኒ። ምሕዋይሲ ሓውያያ ግን ኣብ ኣሜሪካ'የ ዝነብር ንኤርትራ ገጸይ ኣይምለስን እየ ኢላትኒ በልኩዎ። ወደይ ዝን ድሕሪ ምባል እሞ ኢሉ ደው በለ። ናይ ነገር ቆልዓ እሞ ንሕና ዘይንኸይድ በለኒ። ብመልሱ ተገሪመ ቀው ኢለ ዓይኒ ዓይኑ ጠመትኩዎ። ክሕሱ ከኣ ተገደድኩ። ደሓን ክትመጽያ ንሕና ናብኡ ዘኽይድ የብልናን ኢለ ብሓሶት የእሚነ ደቅስ ሕጂ ኢለ ናብ መደቀሲኡ ወሰድኩዎ። ንግሆ ደቀይ ኣቆራሪሰ ንቤት ትምህርቲ ኣብጻሕኩዎም። ምሉእ መዓልቲ ዘረባ ህያበይ ኣብ እዝነይ ከም ደወል ክመላለስ ወዓለ። ንኤርትራ ኣይመጽእን እየ ትብል ቃል ድቃስ ከልኣትኒ። ከም ዘይወዓል የለን ብሓሳብ ተናዊጸ ወዓልኩ። ከባቢ ሰዓት ሓሙሽተ ብናይ ኤርትራ ኣቆጻጽራ ካብ ድቃሳ ትትስኣሉ ግዜ ስለ ዝኾነ ካርድ የእትየ ሚስ ኮል ገበርኩላ። ህያበይ ድሕሪ ናይ ፍርቂ ሰዓት ምጽባይ ደወለትለይ። ሄሎ ዓለመይ ከመይ ውዒልካ ድሕሪ ምባል፣ ቀጥታ ናብ ጉዳያ ኣተወት። እንታይ ድዩ መሲልካ ዓለመይ ካብ ኣብ ኤርትራ ኣብዚ ዓዲ ይሓይሽ። መጻኢ ደቅናውን ኣብዚ ዓዲ'ዩ ጽቡቕ። ስለዚ ኣነ ኣብዚ ክቕመጥ ወሲነ ኣለኹ። ደሓር ወረቐተይ ምስ ሓዝኩ ንዓኹም እስሕበኩም ሓዳርና ከኣ ኣብዚ ንቐጽል። በለትኒ። ዋላኳ ኣነ ሓሳባ ነጺገ ዓድኻ'ዩ ዓድኻ፣ ስደት። ዓዲ ጓና ኔው በልዮ ኢለ ክትምለስ እንተ ለመንኩዋ፣ ህያበይ ግን ክሳደይ ንኻራ ብምባል ኣይምለስን'የ ኢላ ኣቕበጸት። ሰበይቲ ዝለኣኸቶ ሞት ኣይፈርሕን'ዩ ኮይንኒ ነገሩ፣ ኣብ ሓሳባ ረዓምኩ። ሕራይ በሊ ዝበልክዮ ይኹን ህያበይ፣ ኣነ ንሱዳን ክወጽእ ጸገም የብለይን። እዞም ደቅናኸ እንታይ ይኾኑ በልኩዋ። ደሓን ወረቐተይ ምስ ሓዝኩ ከም ሰቦም ዝኸፈልና ከፊልና ብስግሮ ዶብ ናብ ሱዳን ነእትዎም። ክሳብ ወረቐተይ ዝሕዝ ግን ኣብኡ ይመሃሩ ኢላ ኣብ መደቀ ክትገብር በብሓደ ረኸበቶም። ብኸምዚ ተሰማሚዕና ከኣ መስመር ኣጸወታ። በዚ ተፈላሊና ነዊሕ ቀጸልና። ህያበይ መዓልታዊ ትድውል ዝነበረት ኣብ ሰሙን ሓንሳብ መሊሳ ውን ኣብ ወርሒ ሓንሳብ ጥራይ እንዳደወለት ክትዝሕለኒ ጀመረት። ጸገማ ኣብ ዝሓተሉ እዋን ከኣ፣ ስራሕ ስለ ዝኾንኪ'የ ትብለኒ። ኣነ'ውን ጸገማ ተረዲኤ ኣብ ዝደወለቶ ጽቡቕ የዕልላ፣ ዋላ ነቲ ናይ ቴሌፎን ዕላል ክለምዶ ጀመርኩ። ንኹሉ ጼሬዮ፣ ካብ ሓደ ወርሒ ሓሊፉ ክሳብ ሽዱሽተ ወርሒ ከይደወለት ሱቕ ምባል ጀመረት። ነዚ'ውን ለሚደዮ፣ ብኸምዚ መስርሕ ኣርባዕተ ዓመት ኮይኑ ደቀይ ጎቢዞም፣ ትምህርቲ ባዕሎም ክኸዱን ክመጹን ጀመሩ። ለካ ምፍልላይ እንተበዚሑ'ውን ይልመድ እዩ። መቸም መዓልትን ከልብን ከይጽዋዕካዮም ይመጹ ከም ዝበሃል፣ ድሕሪ ሓሙሽተ ዓመት ምፍልላይና ናብ ሱዳን ደቀይ ሒዘ ክሓልፍ ነገረትኒ። ካብ ሕርራይ ሓሊፈ ዝብሎ ነገር ኣይነበረንን። ህያበይ ጠባያ ሙሉእ ብሙሉእ ተቐይሩ እዩ። እታ ዝፈልጣ ህያብ ካብ ትጠፍኣኒ ነዊሑ ኮይኑ። ወላ እታ ዘልመደትኒ ዓለመይ ትብል ቃል ጠፊኣ ብስመይ ክትጽውዓኒ ጀመረት። ኣነ ግን ኩሉ ነገር ንውሽጠይ ጌረ ምእንቲ ደቀይ ክብል፣ ካብዚ ዝበለትኒ ምስማዕ ዝብሎ ይነበረና ውላድ ከቢድ እዩ ድሕሪ ሰሙን ንደቀይ ዘስግሩ ሰብ ክደሊ ብውሽጢ ውሽጢ ስርሐይ ኢለ ተተሓዝኩዎ ኣብ መጨረሽታ ተዓዊተ ብመኪና ክሳብ ከሰላ ካርቱም ብሓሙሽተ ሽሕ ዶላር ይሰማማዕ ንምሸቱ ደላሎ ከምዝረኸብኩ ብመኪና ንሓደ ሰብ ሓሙሽተ ሽሕ ዶላር ከም ዝበሉኒ ንህያበይ የዕልላ። ጸገም የለን ጥራይ ብሰላም ይእተዉ ንስኻ ኣብ ከሰላ ተቐበሎም ትብለኒ። ኦኬ'ሞ ጉዳይ ገንዘብ ከኣ ዓሰርተ ሓሙሽተ ሽሕ ዶላር ከመይ ክንገብር ክትሰድለይ ዲኺ ምስ በልኩዋ ክትበልዓኒ ደለየት። ሳንቲም ቀያሕ የብለይን ዋላ እተን መካይን ሼጥካ ክፈለሎም በለትኒ። ንመጀመርያ ግዜ ካብ ቃላ ሰሚዐዮ ዘይፈልጥ ድፍረት ዝተሓወሶ ቃል ተዛሪባ ኣብ እዝነይ ዓጸወታ። ብኹነታት ህያበይ ተሻቒለ ናይ ጥዕና ጸገም ጌራ ከይትኸውን ክሳብ ክንድዚ ሓሪቓ ደኣ እንታይ ዶ ሕማቕ ዘረባ ተዛሪበያ'የ ኢለ። ብጓሂ ሕርቃነይ ኣብ ገጸይ ከይንበብ ደቀይ ሕማቕ ከይስምዖም ብምስጋእ እህህ ኢለ ጓሂ ውሽጠይ ቀቢረ ናብ ዓራት ጎቦ ኮይነ ብሓሳብ ተዓዘርኩ። ምስ ህያበይ ዘሕለፍኩዎ ፍቕሪ እንዳዘከርኩ ከኣ ብዘለኹዎ ሸለው ኢለ ደቀስኩ። ድሕሪ ገለ መዓልታት ማካይነይ ሸይጠ ዘለኒ ንብረት ገዛይ ቦቦትኡ ኣትሒዘ ንእንዳ ኣለቦይ ተፋንየ ደቀይ ብሰላም ክኣትዉለይ ጸሎተይ ኣዕሪገ ንሰለስቲኦም ደቀይ ንደላሎ ኣረኪበ ኣንጊሀ ንሱዳን ከሰላ ነቐልኩ። ደቀይ'ውን ንጽባሒቱ ብሰላም ከሰላ ኣትዮም ገንዘቦም ከፊለ ናብ ህያበይ ደዊለ ብሰላም ምስ ደቀይ ከሰላ ከም ዝኣተኹ ነገርክዋ። ዋው ጽቡቕ እንኳዕ ብሰላም ኣተኹም በላ ርኽበኒ ኢላ ምስ ደቅና የዕሊላ ንጽባሒቱ ንኻርቱም ከም ንኸይድ ነጊረያ ተፋነኹዋ።
ስለዚ ክቡራት ሰማዕትና ንኣሜሪካ ምእታው ይሰልጦም ዶ ይኸውን? ነዚ ንምምላስ ድማ ኣብ ራብዓይን ናይ መወዳእታን ክፋል ሒዝናልኩም ክንቀርብ ኢና። ከምኡ ድማ Share and Subscribe ኣይትረስዑና። ስለቲ ጽን ኢልኩም ዝሰማዕኩምና ኣዚና ኢና ነመስግን።